ዝኸበርኩም ተኻታትልቲ ባህግና ቲቪ እዚ ከምቲ ልሙድ ክንገብሮ ዝቐነና ጆን ሜራ ሾው ኣብ ባህግና ቲቪ እዩ ዝተፈላለዩ መደባት ኣብዚ ከምዘምጽእ ነጊረኩም ኔረ ማሰ ካልኦት ዝኣመሰሉ ወግዕታት ጆክ ስታንድ ኣፕ ኮሚዲ ዝኣመሰሉ ከቕርብ ምዃነይ ቃል ኣትየ ኔረ ሕጂ ድማ ኣብ ስነ ጥበብ ግዳሰ ብምግባር ሎሚ ምስ መሓሪ ዕቑባ ምካኤል ጠዊል ዕላል ከነካይድ ኢና። ኣብዚ ዕላል እዚ ከኣ ሓቢርኩምና ምሳና ክትከታተሉ። ሓፈሻዊ ከኣ እዚ ዝተፈላለየ ሓሳባት ርእይቶታት ክንቅበል ድልዋት ኢና። ስለዚ ብሩኽ ምጅማር። መሓሪ ከመዓልካ መሓሪ ኣንታ ወዲ ዑቕባሚካኤል ጸሓፊ መዳሪ መሓሪ ክብለካ ዘያሚ ገጣሚ ከራሪ ጠዊል ክኣብሉኻ ጎይታ ሕጽርረ ክብለካ። እሞ ሓጺር ዶ ኣይኮንኩን? በል እስከ ብሩኽ ተራኺብና ኣለና፣ ብሩኽ ምጅማር እግበረልና። እስኪ ብዚ ንዓለም ኣጨኒቕዎ ዘሎ እዚ ናይ ሕማም ኮሮና እስኪ ሰናይ ትምኒትካ መድሃኒት ክርከቦ ገለ እስኪ ገለ በለና። ዋእ ከምቲ ኩሉ ግዜ ዝበሃል ከም ዘምጻኻ ባዕልኻ ኣቕልሎ እንድዩ ዝበሃል። ፈጣሪ ከቕልለልና ኣብ ትሕቲኡ ከኣ እቲ ብሓካይም ድዩ ብሚኒስትሪ ጥዕና ድዩ ኣብ ኩሉ ኣብ መላእ ዓለም ዝወሃብ ዘሎ ነቲ ሕማም ንምጥፋእ ድዩ ወይ ካብ ዘለዎ ዓቕን ንምጉዳል ዝግበር ዘሎ ክንከታተሎ ኩሉ ግዜ ከኣ ናይ ነብስና ሓካይም ናይ ነብስና ወከልቲ ናይ ነብስና ተጣበቕቲ ባዕልና ስለ ዝኾንና ካብቲ ሕማም ክንከላኸል ዝከኣል ዘበለ ጥበብ ወይ ዝከኣል ዝበለ መከላኸለይ ኣገባብ ክንክተል ላቦ ኣብ ዝሓጸረ ግዜ ከኣ ነበረ ክኸውን ናብቲ ንቡር ህይወትና ናብቲ ንቡር ስራሕና ካብ ዘለናዮ ናይ ናፍቖት ብዘለካዮ ናይ ምፍልላይ ናብ ንቡር ህይወት ክንምለስ ከኣ ተስፋ ገብር ማለት እዩ።
ጽቡቕ ክቡር ዝኸበርኩም ተኻታተልቲ ኣነ እውን ብወገነይ ነዚ ንዓለም ኣጨኒቕዋ ዘሎ ሕማም መድሃኒት ተርኺብዎ ከም ቀደምና ክንተሓቛቖፍ ክንጻወት ብፍቕሪ ይምነ ስለዚ ካሜራና ተዳልዩ ከምዚ ትሪኦ ዘለኻ ዕላልና ክንጅምር ኢና እስኪ መጀመርያ ድሕረ ባይታኻ እስኪ መታን ክንላለ
መሓራ እዋ ሚካኤል ይበሃል ጠዊል ትብል ሳጓ ከኣ ኣላትኒ ዝያዳ ብኣኣ እየ ዝፍለጥ ኣብ ገጠር ተወሊደ ኣብ ገጠር'የ ዓብየ። ኣብ ንኡስ ዞባ ሰረጀቓብ ተኮር ዝተባህለ ቤት ትምህርቲ ከኣ ናይ ላዕለዋይ ደረጃ ትማልሲ ናይ ሃይስኩል ትምህርተይ ኣብኡ ወዲኤ ክልተ ሽሕን ሰለስተን ሳዋ ወሪደ ነጥቢ ረኺብና ከኣ ኣብ ክልተ ሽሕን ሸውዓተን ኣብ ክልተ ሽሕን ሸሞንተን ኣብ ዩኒቨርሲቲ ኣስመራ ብማነጅመንት ወዲኣ ማለት እዩ ፅቡቅ ፅቡቅ ንፉዕ ኢካ ነይርካ ማለት ከምኡ ይበሃል
ባሎ እስኪ ሓፈሻዊ ከምቲ ኣከዳድናና ዋላ ኩሉ እቲ ናትካ ልዕሊ ኩሉ ከዓ ኣብቲ ናይ ገጠራዊ ፅሑፋት ይኹን ዋላ ኣብቶም ዜማታት ዝመፁ ኣብኡ ዝያዳ ደበልካ ከምኡ እዩ ዝመስል ዋላ እቲ ኩሉ ካብ ኣከዳድናና ጀሚርካ እስኪ ኣብዚ ትምህርቲ ከለኻ ካብቲ ናይ መዋእለ ካብ መንሽ መበሎ ካብቲ ናይ ኤለመንታሪ ማእከላይ ደረጃ ሃይስኩል ገለ ኔሩ ዶ እቲ ናይ ስነ ጥበብ ዝምባለ ወይ ገለ ምሻሉ ንስኻ እዚ ሕጂ ኮይነዮ ኣለኹ እትብሎ ነገርስ ኔሩ ዶ? እወ ብርግጽ ኔሩ እዩ ካብ ሳልሳይ ራብዓይ ክፍሊ ከምቲ ንስነጥበብን ንትምህርትን እንዳመሓዘወ እንዳዛነቐ ዝመጸ ሰብ ካብኡ ዝተፈልየ ድሕረ ባይታ የብለይን ኣብቲ ናይ ስነጥበብን ናይ ናይ ትምህርትን ማለት እዩ። ካብ ሳልሳይ ክፍሊ ካብ ራብዓይቲ ክፍሊ ኣትሒዝካ ከምቲ ትፈልጦ ቤት ትምህርቲ ክዕጾ ከሎ ኣብ መንጎ ዕረፍቲ ክመጹ ከለዉ ውድድራት ናይ ገለ ናይ ገለ እንዳልካ ነይሩ ኣብ ገሊኡ ትዕወት ኣብ ገሊኡ ወረቐትካ ጠፋእካ ከምኡ እንዳልካ ትመጽእ ማለት እዩ። ናይ ቤት ትምህርቲ ምዕጻው ክመጽእ ከሎ ደርፊ ተዳሉ ባዕልኻ። ደርፊ ድዩ ኣይደርፍን እዩ ሕጂ ኣይትፈልጦን ኢኻ ሽዑ ግን ብዝዓቕምኻ ትፍትን እንተ ብኽራር እንተ ብዋጣ እንተ ምስ ገለኡ ከለኻ ብጣቕዒት ብኸበሮ ጥራይ ከምኡ እንዳልካ ኣም ትመጽእ ማለት እዩ ዝያዳ ግን ካብ ሻውዓይ ክፍሊ ካብ ሻሙናይ ክፍሊ ንደሓር እቲ ኣካላውን ኣእምሮኣውን ዕብየት ናትካ እውን ለውጢ እንዳገበረ ስለ ዝመጽእ ዝያዳ ብ ውድብ ብዝበለ መልክዑ ናብ ናይ ስነ ጥበብ ጉጅለታት ናይ ኣማተ ናብ ገለ እንዳ ከድካ ሞያኻ ተዕቢ ከምኡ እንዳ በልካ ሰለይ እንዳ በልካ ትጸንሕ እም ኣብ ዓሰርተ ሓደ ኣብ ዓስራ ይ ዓሰርተ ሓደ ክፍሊ ከለኹ ናብ ጋዜጣ ናብ ገለ መለ ጽሑፋት ትሰድድ ብ ኣብ ጋዜጣ ተወጺእልካ ትሕጎሶ መለሱ ኩሉ ሰብ ዝፈልጦ እዩ ፈለማ ናትካ ትሕዝቶ ፈለማ ኮንትርቡሽን እዩ ዝኮን ዘሎ ኣብቲ ስነጥበብ ናትካ ማለተይ ኣብ ረድዮ መጽእ ሰንበት ትከታተል ሶኒ ትከታተል መደብ መንእሰያት ትከታተል ደብዳቤታትኩም ትከታተል ኣብ ድምጺ ሓፋሽ ዳርጋ ከምዚ ሕጂ ብዙሕ ናይ መራከቢ ብዙሃን ማለሰይ ብተለቪዥን ብገለ ገለ እቲ ሰብ ውን እቲ ናብቲ ማስ ሜድያ ዝቐርበሉ ወይ እቲ መራኸቢታት ብዙሕ ከይበዝሐ ከሎ ረድዮ እዩ ነይሩ። ረድዮ እዩ ነይሩ። ሕጂ ኩሉ ትሕዝቶታትካ ኣብ ረድዮ ትከታተል፣ ንስኻ ትሕጎስ፣ ወዲ ቤት ትምህርትኻ ሕጎስ፣ ስድራኻ እውን እቲ ዝድግፈካ ኣብቲ ናይ ስነ ጥበብ ሂወትካ ሕጎስ ከምኡ እንዳልካ እቲ ትጸንሕ ማለት እዩ። ኣብ ዓሰርተ ሓደ ክፍሊ ግን ኣብ ጋዜጣ ብስሩዕ ክሳብ ሰለስተ ኣርባዕተ ሓሙሽተ ክፋላት እትኸይድ ጽሑፋት፣ ናይ ባህሊ ገለ ገለ ውን ካብ መጻሕፍቲ ተርጉምካ ገለ ገለ እንዳ ቀንጸልና እንዳ ቀንጸልና ዩ ሕጂ ከምቲ ዝበልካዮስ ልክዕ ዩ እቲ ብንእሽቶኻ ትገብሮ እቲ መሰረት በዚ ሕጂ ዘለኽዎ እንተ ክሓምቕ እንተ ክለፍዕሲ እቲ ኣብ ገዛ ከለኻሲ ኣብ ገዛ ከለኻ ቆልዓኻ ከሎኻ ዋላ እቲ ምጽዋት ምስዕሳዕ ኣሎ ሕጂ እቶም ስድራ የተኩሩልካ እሞ እቲ ቆልዓዚሲ ገለ ትብር ብቆልዓኻሲ ኮቦሮ ዋላ ጀሪካን ኹን ታኒካ ኹን እናሃረምካ ትመጸሉ ኣጋጣሚታት ኣሎ ደሓር ምስ ዓበኻ ኣብ ሓደ ምዕራፍ ምስ በጻሕኻ ብቆልዑ እኮ ከምዚ ነይሩ እዩ ናብ ምባል ትኸይድ። ኣሎ
ደይዕለካ እዚ ገድሊ ምስ ኣተዉ ናጽነት ምስ ኮነ ቴስዓን ሓደንሲ ትፈልጥ ኢኻ ሽዑ ተጋደልቲ ብፍላይ ናብ ገጠራት ናብ ሓውሲ ገጠራት እዘን ነናእሽቱ ቴባት እዘን ሶኒ ፓናሶኒክ ገለ ዝበሃላ ቴባት ሒዞም እዮም ዝኣትዉ ሕጂ እዚ ኣሕዋተይ ገለመለ ካብ ሜዳ ምስ መጹ ምሸት ምሸት ቴብ ይውልዑልካ። ስዕስዕ ኢና ነምስል ኔርና ሽዑ ናይ ሜዳ ደርፍታት ኩኑ ወይ ናይ በዓል ባርያ ኩኑ ናይ በዓል ኪሮስ ኣለማዮ ኩኑ ናይ በዓል ገለ ብዙሕ ደርፍታት ትሰምዕ ስዕስዕ ከኣ ነምስ ኔርና ናይ ብሓቂ ክሳብ ግደፍዎ ዝብሉና ክሳብ ባዕሎም ትሕዝ ዶ ኔርካ ሽዑ እቲ ግጥሚ ናይቲ ደርፊ? ሕዞ ብስርዓት እደግመሎም ዋላ ኣብ ድሕሪኡ ትደግሞ።
ኣብ ገዛ ከ ኣብ ስድራ ቤት ከምኡ ዝንባለ ወይ ምሻሉ ዋላ ብእንዳ ኣደኹም ብእንዳ ኣቦኹም ከምኡ ምስ ዝት ምትሓሓዝ ዘለዎ ሰብ ኣሎ ዶ? የልቦን ክገርመካ።
በይንኻ ኢኻ? የልቦን ዋላ ዝገርመኒ ነ ነገር ውን ሲ ከምኡ ኢዩ ከምዚ ኣሕዋተይ ክራር ይኽእሉ ኢዮም። ኦኬ። እ ክፍትኑ ኢዮም ክራር ደርፉ ገለ ኣይኮኑን ዋላ ኣብ ጓይላ ገለ ከለዉ ሲ እሶም ክራር ይሃድሙ ካልኦት ትደርፍሎም ገለ ከምኡ ኢዩ እቲ ኣይሓተትካዮምን እምበር ኣብ ናይ ቦጦሎኒ ውን ዝጻወቱ ነይሮም ገሊኦም። ሕራይ ጠዊል ካልእ እንታይ ኣሎ ምስቲ ደሓር ምስ ኣብዚ ሕጂ ዘለኻዮ ደረጃ ገለ ከተሓሓዞ ከለኹ ክሪኦ ከለኹ ኣብቲ ንእስነት ኣብ ናይ ጉስነት ግዜ ከም ዝጨፈር ኣሎ ያላኽ ኣሎ ገበጣ ኣሎ ትፃወቶ ከምኡ ከ ማለት ከመይ ነይሩ እቲ ህይወት
ዝበዝሕ ብመጽናዕቲ ዝፈለጥኩዎ በዝሕ እምበርከ ካብ ትድበርኩ ካዓ እንተወ ንትምህርቲ ኢለ ቅልጥፍ ኢለ ስለ ዝወጻኩ ካብ ዓዲ ማለት ግን ክረምቲ ትከይድ ናይ ክረምቲ ጸወታ ኣሎ ያሃለሊካ ትጻወት ሓንዳይ ትጻወት ማይ ደው ከይብሉ ግደፉይ ትጻወት እንዳበሉካ ወይ ጥሪትካ ግራት ከየጥፈኣ ዝወቅዝበቆለ ኣሎ ብሕጂ ዝበቁል ኣሎ ከይርገጽ ከይብላዕ ገለ ዝምሱታት ግን ከምቲ ትፈልጦ ያላኻ ትጻወት ያላኻ ሕጂ ዝበዝሕ ግዜ ተሪኢኻዮ ናብ ምጽራፍ ዝኸደ እዩ ከምዚ ዋላ ሕጂሲ ኣፍካ መሊእኻ ውን እኳ ናይ ብሓቂ ድና ቀደም ከምኡ ንብል ኔርና ገለ ኢኻ ትብል ትሻኾት ከምዚ ቢምቦም ዝበሃል ሕጂ መን ጤል ይመልስ መን ብዕራይ ይመልስ መን ከይዱ የስትይ ህውሊል ትፃወት፣ ኣኹልዱር ትፃወት፣ ሸንጉራይት ትፃወት ነዞም ኩሎም ከምኡ እዮም ማለት እዩ። ኣባራጓድ ትፃወት ወይ ሃለል ትፃወት ማለት እዩ። ኣቃላላዕ ድዩ ኣባራጓድ ድዩ ብመላጉም ጌርካ ቡቻ ትፃወት ናብ ጉድጓድ ምእታው ድዩ ማይ ማዮ ወይ ሰታዮ ማለሰ እቲ መራጎም ብሓደ ገጹ ዶ ክኸውን ንላዕሊ ወይ ንታሕቲ እንዳመረጽካ። እስከ ሓንቲ ትፈትወን ጸወታ ብቐጻሊ ትጻወተን ነበርካ እስኪ ከመይ እቲ ናታ መስርሕ ኣነስ ሕጽር ኣብልካ። ንኣብነት ቡቻ ተጻወት ንፈትዎ ኩልኻ መራጎም ሕጂ ኣብዚ ድሓር ከርእየካ ክኸውን እቲ። መላጉም ገለ ሰሪቕካ ካብ ዝበለየ ክዳን ቆሪጽካ መላጉም ትእክብ ሕጂ መላጉም ብብዝሒ ትሕዝ ተኮንካ ሃፍታም ኢካ ትከውን ድሓር ብብዝሒ ጣል ህልዋካ ብብዝሒ ከብቲ ህልወካ እዩ እቲ እቲ መለክዒ እቲ እቲ ብሂል ኣብቲ ሕብረተሰብ ሲ ኣብቲ ሕብረተሰብ ከምኡ እዩ ማለት እዩ ሕጂ ቡቻ ቅድም ጉድጓድ ትኹዕት ወይ በቲ ዝነውሐ ምሳኻ ደሎ ሰብ ብኡ ኣደቂስካ ዓቕን ትወስድ ካብኡ ወይ ብእግርኻ ክልተ ሰለስተ ግዜ ሰጉምካ እታ ጉድጓድ ተኹዕታ ካብኣ ንድሕሪት ተመሊስካ ከኣ ወይ እምኒ ትገብር ወይ ከኣ ኩዕት ኣቢልካ እታ እግሪ እግርኻ ኣብኣ እታ መነጻጸሪ ናትካስ ኣብኣ ኣብኣ ትገብር ማለት እዩ። ሕጂ እተን መላጉም ብሓደ ደሪብካ ናብታ ጉድጓድ ሰንዲኻስ ንምእታው እዩ ማለት እዩ። ዝተረፈ ከኣ ቡቻ ኣላትካ በታ ቡቻ ጌርካ ከኣ ካብተን ዘይ ዘይኣተዋ ካብተን ዘይኣተዋ ሃሪምካ ከኣ ንስኻ ትወስድ። እታ ቡቻ ካብታ ጉድጓድ ተኣትያ ሪሒንካያ ማለት እዩ። ኩለን መላጉም እካ ትሕደግ ማለት እዩ። ሕጂ እቲ ጸወታታት እንኮላይ ደቂ ኣንስትዮ ደቂ ዓዲ ኩሉኹም ብሓባር ዶ ትጻወቱ ኔርኩም? እዚ ዝብለካ ዘለኹ በዓል ቡቻ በዓል ያህለል በዓል ምስ ደቂ ኣንስትዮ ትጻወተሉ እቲ ኣብቲ ሕብረተሰብ ከምቲ ትፈልጥኦ ምስ ትተሓሳሰብ ኣነባብርኡን ኣተሓሳስብኡን ኣብ ዝተወሰነ ግዜ ዋላ ካብቲ ዓመት ምሉእ ኣብ ዝተወሰነ ግዜ ኢኻ ትራኸብ ጓሶት ኮይነን ምሳኻ እንተልየን ውን ንሰን ይርእያ ወይ የብላ እምበር ዝብለካ ደለኹ ናይ ቡቻን ናይ ገለመለን ዳርጋ ናይ ደቂ ተባዕትዮ ዝኸፍእ ጽቡቕ ቦታ እዩ። እሞ ኣብቲ ግዜ ናይ ጸወታ ብቆልዕነትካ ዘይትርስዖ ወይ መስሓቕ ክኹን ይኽእል ወይ ዘገርም ነገር ክኸውን ይኽእል ይህሉ ዶ? እወ እንታይ ትብለኒ ኔራ ኣደይሲ ትጻወት። ጸዋት ጉድ እንድሕር ተበሊዕካሲ ትበኪ ቀትሪ ትበኪ ለይቲ ከኣ ትደግሞ ትበኪ ማለት ማለት እያ ብለይቲ ኣብ መደቀሲካ ኮንካ ሕጂ ናይ ብሓቂ ነቲ መልጎም ከም መልጎም ጥራይ እዩ ተራዩ ከም ገንዘብካ ከም ሽልን ከም ሕርካም ከም በሪህ ከም ሊላይ ከም ኢኻ ትርእዮ ከም ንብረትካ ኢኻ ትርእዮ ነቲ ሕራይ ዝኸበርኩም ተኸታተልቲ ምስ መሓሪ ዑቕባ ምካኤል ጠወሊልና ጠዊሊና ዘለና ቡዙሕ ዕላላት ስለ ዘለዎ ከይነድክሞ ማይ ንሰትር። ሓሰብካዮ ኢኻ ጽቡቕ ናብታ ግጥሚ ከይደ ኣራይ ዝኸበርኩም ተኻታተልቲ ባህግና ቲቪ እዚ ጆን ሜራ ሸው እዩ ምስ ጠዊል ኢና ዘለና ጠዊል ብዙሕ ስራሓት ዘለዎ ዝተፈላለየ ፅሑፋት እውን ከምኡ እውን ኣብ ግጥሚ ዜማ ዘለዎ ሰብ እዩ ስለዚ ውሽጡ ዝያዳ ንምፍላጥ ኩላና ከዓ ብፅቡቅ ርድኢት ክንፈልጦ ስለ ዘለና እዩ ኣብ ማይ ኢና ብዕረፍቲ ፀኒሕና ተመሊስና ኣለና ኣብቲ ናይ ሃይስኩል ይኹን ደሓር ዩኒቨርሲቲ ምስ ኣተኻ እቲ ናይ ጽሑፍ ስነ ጽሑፍ መልክዕ እንዳ ሓዘ ዶ ከይዱ ኔሩ ዶ እቲ ባይታኡ እቲ ናይ ምጽሓፍ ዋላ ኣብቲ መጽናዕቲ ተፈሃመ ትምህርቲ እወ ክልተ ነገር እዩ በቲ ሓደ ንስኻ እቲ ዝዓበየ ዕላማኻ ትምህርቲ እዩ ምናልባት ካብ ስድራ ናብ ትምህርቲ ዶ ዘምጽኣኒ ሓወይ ካብ ገጠር ናብ ናብ ከተማ እውን ዕላምኡ ንሱ እዩ ሕጂ ኣብ ርእሰይ እቲ ዝዓበየ ነገር እቲ ናይ ትምህርቲ ሓሳብ ኣሎ ቀዳምነት ኣሎ ስድራ ከኣ ካብቲ ናይ ስነ ጥበብ ነገር ከጓናድቡካ ኣይደልዩን ግን ኣብቲ ትምህርቲ ከኣ ከይትሓምቅ ከይትሰንፍ ሕጂ እቲ ሰከም ዝያዳ ናባካ ክውን ማለት እዩ ነት ኣብቲ ነት ስነ ጥበብ ዘድልዮ ግዜ ክትቦ ክትክእል ኣለካ እቲ መጽናዕትካ ክትቦ ክትክእል ኣለካ ምናልባት ኣነ ሕጂ ስለ ዝሓለፍክዎ ንዛረበሉ ህልውና ሕጂ ውን ከምኡ ኣብ ከምኡ ዓይነት ጉዕዞ ዘለዉ መንእሰያት ወይ ኣርቲስት ክህልዉ ስለ ዝኽእሉ እቲ ስነ ጥበብ ኣብ ውሽጥኻ እንድሕር ደኣ ሃልዩ ዝኾነ ክትገብሮ ኣይትኽእልን ኢኻ ክትሰምዖ ጥራይ ኢኻ ኣዋ ክትሰምዖ ጥራይ ኢኻ ከም ተመኩሮይ ሲ ሕጂ ስድራ ገዲፍካ ኢኻ ንትምህርቲ ኢልካ ትመጽእ ተዳማሚሩ ኩሉ እቲ ጸቕጢ ኣሎ ማለት እዩ መንእሰይ ክበዝሕ ክውሕድ እቲ ጸቕጢ ኣይስኣንዩ ግን እቲ ኣርቲ ምሳኻ ኣሎ እቲ ትምህርቲ ከኣ ክትመሃሮ ኣለካ፣ ሰብ ዝበጽሖ ክትበጽሕ፣ ክትፈልጥ፣ ክትምዕብል፣ ንነብስኻ፣ ንስድራኻ፣ ንሃገርካ፣ ንኹሉ ነገር ንኽትከውን፣ ነቲ ኣርት ውን ቅርጺ እናትሓዝካዮ ክትዓቢ እናፈለጥካዮ ካብቲ ብልምዲ ወይ ብስምዒት ጥራይ ኣብ ውሽጥኻ ዘሎ እቲ ዝግባእ ቅርጺ ንኸተትሕዞ ክትመሃር ኣለካ። ስለዚ እቲ ትምህርቲ ከምዝበልካዮ ከምዝበልኩኻ ምስ ክልቲኡ የማንን ጸጋምን ኢድ እኻ ተተኣፋፍኦ ክገድፎ ውን ኣይክእልን'የ ነየናይ ሒዝካ እሞ ነየናይ ክትገድፍ ከም ክልተ እዳውካ ተሪኢኻያ እቲ ወኒ ከሸግር ብዝያዳ ምሻሎ ጎኒ ጎኒ ትምህርቲ'ሲ እቲ ኣርት ከኣ ኣብ ውሽጢ ገለ ነይሩ እዩ እወ ግን ምሻሎ እሱኸ ማዕሪኡ እንዳኸደ ዶ ከይዱ እወ እወ ከምዚ ቤት ትምህርትስ ከም ደራሳይ ይፈልጦ ኦኬ ሓንቲ ዝኾነት ናይ ኤች ኣይቪ ጎስጓስ ከይጸሓፍካ ስክሪፕት ከየዳለኻ ገለ ሰሙሳይ ዝነበሩ ጉጅለ ባህሊ ፋርስ ኢና ንበሃል ነርና ኣብ ዝተፈላለየ ክፋላት ናይ ዓለም ኮይኖም ይከታተልዎ እንድሕር ኣልዮም በዓል ጸጋይ በዓል ሙሴ በዓል ኣቶ ብርሃን በዓል ሳሙኤል ዝበሃሉ ጉጅለ ባህሊ ዝነበርና ዳርጋ ንኹሉ ናብቲ ናይ ስነ ጥበብ ህይወትና ሲ መሰረት ዝኾነትና ጉጅለ ባህሊ ማለት እዩ ከም ክለብ ኮይና ከም ክለብ ናይ ሃማማተ ኣብ ንኡስ ዞባ ሰረጀቃ ዝብሎ ዘለኹ ማለት እዩ ጸጋይ ከምዚ ከም ዝበል እሞ ሙሴ ከምዚ ምስ በለ ከም ጽሑፋ እቲ ትምህርቲ ዘይምንባሩ ትገለ ማለት ኩሉ ሰብ ከም እዩ ኦፍኮርስ ከም እዩ ዝዓቢ ዝቕጽልን እንዳበልና እንዳበልና ንደርስ ግጠም ወዜማ ግበር ከም ሕጂ ክገብር ይኽእል ድዩ ክገብር ይኽእል ከምዚ መዕጸዊ ቤት ትምህርቲስ ግጥምን ዜማን ገይረስ ደርፊ ክራር ሒዘ ክደርፍ ወይ ንዙ ደርፉ ክህብ እኽእል እየ ግን ኦኬ እሞ እንዳበልካ ማለት እዩ ሞንጎ ኣሕዋሕታ እንዳተረኽበ እንዳቐፀልካ ትኸይድ ማለት እዩ ብኡ ቢሉ ናብ ዝበልኩኻ ናይ ምፅሓፍ ናይ ምፅናዕ መፅናዕቲ ናይ ምግባር ደረጃታት እንዳቐፀልና ኸይና ኣብቲ ዩኒቨርስቲ
ዩኒቨርስቲ ሞገ
ክለብ ንግሪ እወ እዚ ኩሉ ዝብለካ ዘለኹ ብሃማማተ ዝግበር ዝነበረ ኣብ ዩኒቨርሲቲ ገምስ ኣተኻ ግን ናይ ኣንበብቲ ክለብ ኣለዋ ንስኻ እውን ነቲ ግዜኻ ከተመሓድር ምእንቲ ምሳኻ ዝያዳ ከም ናትካ ዝንባለ ከም ገለ ዘለዎም ሰባት ገለ ገለ ተዋዳዲብካ እቲ ጥበብካ ተዕቢ ማለት እዩ

ክትጽሕፍ፣ ብዛዕባ ዓቕምኻ ከተበርክት፣ ስምካ ኣብ ጋዜጣ፣ ኣብ ረድዮ፣ ኣብ ተለቪዥን፣ ኣብ ኩሉ ነገር ንኽህሉ ትደልዮ ነገር እዩ። ብዝኾነ መለክዕስ ክትገድፎ ዘይትኽእል ነገር ምስ ኮነ ያው። እሞ ሽዑ እቲ ክትጽሕፍ ዝጀመርካ ኣብቲ ጋዜጣ ከም ናብ ሓደ ደረጃ ትኸይድ ከም ዘለኻ ብዘይካ እቲ ትምህርቲ ማለት እዩ፣ እቲ ትምህርቲ ፍሉጥ እዩ። እቲ ናይ ምጽሓፍ ደረጃ ግን ኣብ ጋዜጣ ንኣብነት ወይ ኣብ ረድዮ እንድሕር ክቃላሕ ተጀሚሩሲ ብኡ መጠን ናይ ሰብ ርእይቶ ኣሎ ናይ ገለ ኣሎ። ሕጂ ከምዚ ኣብ ሓደ ነገር ትኸይድ ከም ዘለኻ ወይ ኣብ ሓደ ደረጃስ ይርድኣካ ዶ ነይሩ? እወ ብርግጽ ከምኡ እዩ። እቲ ትጽሕፍ ሰባት ዘንበብዎ ክዛረቡ ወይ ከንብብዎ ዋላ ከንብብዎ ተሪኢኻ ማለት እዩ። ኣብ ኣብቲ ጋዜጣ ዝኾነ ሰብ ጋዜጣ ገንጺሉ ተልዩሲ ገጽ ክንደይ ኮን የንብብ ኣሎ ጽሑፍካ ደንብበልካ ኣሎ ወታ ናተይ ደንብብ ኣሎ ይንብብ ዶ ኣሎ
ሕጂ ገሊኦም ከኣ ኣንቢቦሞ ክዛረብሉ ብዝተፈላለየ ደይፈልጡኻ ኾኑ ትሰምዕ ማለት እዩ ወይ ክድነቕ ድዩ ወይ ክንቀፍ ድዩ ወይ ከም ዝኾነ መስሓቕ ክውሰድ ድዩ ትዕላል ገለ እቲ ጽሑፍ ሽዑ ከም ዝበልካዮ ካብቲ ዝነበርካዮሲ ብሞያ ብክእለት ብብእሲ ቁሩብ እንዳበሰልካ ትኸይድ ከም ዘለኻ ይርዳኣካ ማለት እዩ። እቶም ኤዲተራት ናይቲ ጽሑፍ እቶም ኣብ ጋዜጣ ሓዳስ ኤርትራ ወይ ኣዳለውቲ ናይቲ ዓምዲ ይኹኑ ውን ተሌፎንኳ ኣይነበረናን ኣብ ኢድና ግን ኣብቲ ንራኸበሉ ግዜ ኣብቲ ኣብ ቤት ጽሕፈቶም ኣብ ትኸደሉ ግዜ ሸይፕ ይገብሩኻ እዮም ብጣዕሚ ከምዝን ከምዝን ክትገብሮ ከምዝን ከምዝን ከምዝን ከምዝን ምናልባት ድሓር የመስግኖም ይኸውን እቶም ሰባት ዕድል ምስ ሃብካኒ ግን ብሓቂ ናይ በይንኻ ጥራይ ውን ኣይኮነን እቲ እተምጽኦ ለውጢ እቲ ተምጽኦ ዕብየትሲ ናይ ስድራኻ ናይ መማህርትኻ ናይ መማህራንካ ናይ ናይ ኤዲተራት ናይ ጸሓፍ ድብሉኻ ምጽሓፍ ከየናኡ ደብጹሑልካ ኣብ ኮምፒተር ድጽሑፉልካ ናይቲ ፍልጠት ድህቡኻ ናይ ኩሉ ድምሪት እቲ ዝበጻሕካዮ ደረጃ እዩ። ጽቡቕ ጠዊል ፅቡቅ ንላዘብ ደለና እጂ ኣነ ኣብቲ ናይ ጋዜጣ ማለት ነናእሽቱ ንፅሕፍ ስለ ዝነበርና ዝያዳ ክዕዘቦ ከለኹ እቲ ናትካ ፅሑፍ ኣብቲ ባህላዊ ብፍላይ ከዓ ምስ ምምፃእ እታ ሽያ ክትብል ዓምዲ ኣብቲ ናይ ኣነባብራ ናይቲ ሕብረተሰብ ያታዊ ዝኾነ ምስ ኩሉ ብሂላት ናይቲ ሕብረተሰብ ኣብኡ እዩ ዝተኣሳሰር ከመይ ኢሉ እዩ ማለት ካልእ ጽሑፋት ክህልው ይኽእል ይኸውን እዩ ድሒሩ ዝመጸ ኣብቲ ረድዮ ነበረ ናይ መንእሰይ ገለ ሰሙዐ ግን ኣብኦም ይግደሱ ኣብቲ ናይቲ ሕብረተሰብ ኣነባብራታት ኣባህላታት ብሂላት ወግዕታት ምናልባት እቲ መንቀሊ እቲ ግዳሰ ክኸውን ይኽእል እዩ እቲ ተገዳስነት ማለት እዩ ብዙሕ ግዜ ኣብ ዓዲ ኣኮታተይ ዝኾነ ስድራ ዝብሉኒ ዝነበሩ ዕላሉ እየ ነይረ
ዕላል ብዙሕ ግዜሲ እንታይ ክኾነካ እዩ ምስ ዓበይቲ ዕላል እንዳበሉሲ ዳርጋ ካብ ዓበይቲ ዝፈልዩኒ ዝነበሩ ግዜ እውን ውሑድ ኣይኮነን ማለት እዩ። ኮፍ ኢልካ ትሰምዕ ከም ኩሉ ሰብ ማለት እዩ። ሕጂ ሰሚዕኻ ግን ተጽንሖ ዶ ትግደሰሉ ዶ ተዋህልል ዶ እወ ተዋህልል ዶ ከም ባኹራስ ተንጠራቕብ ዶ ኢቲ ሕጂ ብዙሕ ግዜ ብፍላይ እዚ ካብ ሻሙናይ ካብ ታሽዓይ ክፍሊ ንላዕሊ ትፈልጦ ኢኻ ከምዚ ጸሓፋይ ብኢዲኻ ኣይኮንካን ክትመስል ትደሊ ኣብ ኢድካ ትሕዘን ናይ እንታይ ንብል ዘን ኣጀንዳ ዝመስላ እዚ ከምዚ ብዙሕ ግዜ እንዳመዝገብካ እያ ትኸይድ ብዙሕ ግዜ ትምዝግብ መዝግብ ከምኡ ከኣ በሃል ድዩ ወደይ ዋንታ እዮም ዘን ኣዕዋፍ እዚአን ተመፅየን ተኢሎምኻ እንታይ ናይ ድርቂ ናይ ኣዝመራ ኣዕዋፍ ደኣ ከመይ ኢለን ከምኡ ምስ ምንታይ ተሓሕዝዎ ደኣ እንታይ ማለት እዩ ገለ መለትን እስኪ ንእግረ መንገዲ እዛ ኣብ ጋዜጣ ኣንቢበያ ነይረ እንድየ ዝያዳ ንጽርቲ ክትከውን እታ ናይ እስኪ ኣሕጽር ኣቢልካ እታ ናይ ኣዝመራን እተን ናይ ድርቅን ኣዕዋፍ ኢልካ ዝጸሓፍካያ። ሕጂ እንታይ እዩ ሕብረተሰብ ናይ ኩሉ ነገር ናቱ ጥበብ ኣለዎ ካብቲ ነዊሕ ግዜ ዝተዋህለለ ካብ ኣቦታት ካብ ኣባሓጎታት ካብ ኪን እዮም ካብ ኪን እዮም ካብ ኪን እዮም ክሳብ ክሳብ ኣዳምን ሄዋንን ዲኻ ክትበጽሕ ሲ ዘዋህለሎ ብትዕዝብቲ ዘዋህለሎ ፍልጠት ኣሎ ዝተዋህለለ እኩብ ኣክምሌትድ ዝኾነ ነውለጅ ሲ ኣለዎ እቲ ሕብረተሰብ ማለት እዩ ሕጂ ብዙሕ ግዜ ንኣብነት ሲ መሬት ርኢኻስ ዝናብ መዓስ ክመጽእ ነቒዑ ዶ ኣሎ ዋላ ከኣ ኣይነቕዐን ዶ ኣሎ፣ ጒላ ይፍልሕ ዶ ኣሎ ኣይፍልሕን ዶ ኣሎ፣ ከብቲ ኣብ ዝደቅሳሉ ጸጉረን ኣብ መሬት ይረግፍ ዶ ኣሎ ኣይረግፍን፣ ሃሩር ድዩ ዘሎ ዝሓልድ ዶ ኣሎ፣ ይጸግባ ዶ ኣለዋ ኣይጸግባን፣ ነዊሕ ብዙሕ ዒባ ተውዲቐን ውሑድ ዒባ ተውዲቐን፣ ይሃጥራ ዶ ኣለዋ ይዓብራ፣ መቑጸሪ ዘይብሉ ፍልጠት ኣለዎ እቲ ሕብረተሰብ ማለት እዩ። ኣሕዋት ንኣብነት ተሰዲደን መጻኻ ኣብ ከባቢኣ ዑፍ ካልእ ዝብላዕ ዝስተ ዘለዋ ዑፍ ተሰዲዳ ኣይትመጽን እያ ናብ ካልእ ወይ ኦና ጥዕና ኣብ ዘለዋ ኣብ ሜዳኣስ ኣለዋ እው ዝብላዕ እንታይ ክትገብር እያ እሞ ነቲ ሕጂ እቲ እቲ መጽናዕቲ ትገብሮሲ ናብቲ እቲ ሕብረተሰብ ነዊሕ ግዜ ግዜ እናወሰኸ ፍልጠት እናደለበ እዩ ዝኸይድ ባህሪ ናይ ጥሪት ከጽንዕ ይኽእል ባህሪ ባህሪ ናይ ምድሪ ከጽንዕ ይኽእል። ሕጂ እቲ ናይ ኣዕዋፍ ዝበልናዮ ንኣብነትሲ ኣዕዋፍ ተሰዲደን ኩሉ ግዜ ተሰዲደን ኣይመጻን። ኣብ ከመይ ግዜ ተሰዲደን ይመጻ? ኣብ ግዜ ድርቂ ድየን ተሰዲደን ዝመጻ? ወይ ካብቲ ዘለውኦ ከባቢ እቲ ናትካ ዝያዳ ዝብላዕ፣ ዝያዳ ዝስተ፣ ዝያዳ ጠጠም፣ ዝያዳ እኽሊ ስለዘለዎ ድየን ዝመጻ? ኣብ ነዊሕ ግዜ የጽንዖ እዩ እቲ እቲ ሕብረተሰብ። እወ ሕጂ ንኣብነት ኣብዚ በዓል ካርነሽም ኣብዚ በዓል ወከዛሚርሲ ከምዚ ሃቴሎ ድበሃል ኣዕዋፍ ነይረን ይብልወን። ሕጂ እዘን ሃቴሎ ኣስማተን እየን ከምኡ ድብልዎ ከምዚ ቅጫ ዓተሮት ወይ እቲ እንኳዕ ኳዕ ናይ ብጫ ሕብሪ ዘለወን ገለ ሕጂ ባሕሪ ክሓምቕ ከሎሲ ንኸረሳገጸን ይመጻ። ድሓር ዝኣክል ዝናብ ተደይ ረኺቡ ድብላዕ ተሲኢነን ገለ ገለ ሕጂ ሃቴሎሲ ካብ ካብ ብሓሪ ካብ ካብ ታሕቲ ካብ ምራራ ካብ ኣዴና ካብ ገለ ንላዕሊ ክመጻሲ ኣይደልን ኢቲ ሕብረተሰብ ማለት እዩ ናይ ናይ ናይ ድርቂ ናይ ናይ ስእነት ናይ ዘይምህላው ምልክት እየን ማለት እዩ። ሕጂ ኩሉ ግዜ እቲ ብትከበሳ ዝናበር ሕብረተሰብ ተሪኢካዮ ከኣ ነቲ ፍርቂ ናይቲ ዓመትሲ ካብተን ቃጽዖታት ካብተን ሽዕበት ካብተን ነናእሽ ሽግራት ብዘእተወን ጌሩ ይሓልፎ ናይ ባሕሪ ከኣ ይምልእ ማለት እዩ ሕጂ ሃቴሎ እንድሕር ደኣ መጽየን ከይዱ ክሓርስ ከይዱ ዕፉኑ ከምጽእ ከይዱ ድንሹ ክዘርእ መሸልኡ ከእቱሲ ብዙሕ ዕድል ከምዘይብሉ ይርዳእ ማለት እዩ ሕጂ ብሂል ከም ብሂል ኢልካ እዩ ዝመጽእ ግን ፍልጠት እዩ እቲ ሕብረተሰብ ኣብ ነዊሕ ግዜ ዘረጋገጾ ዝጨበጦ ፍልጠት እዩ ከም በዓል ባኹምቦ ዝበሃላ ኣለዋ ከምዚ ከም በዓል ቡንጓ ዝበሃላ ኣትፈልጠን እውን ትኸውን ኢኻ ሰብ ክመውት ዶ ዓቢ ሰብ ክመውት ዶ ገረብ ክወድቕ ዶ ካልእ ንጉስ ክቕየር ዶ ከምዚ ኢታት ዶ ዝብልዎ ብዙሕ ነገር ኣሎ ሕጂ ንኣብነት ሃይለ ስላሰ ኔሩ መንግስቱ ከምዚ ክብል ከሎ ከመይ ድበለ ኣዕዋፍ መጽየን እን እንታይ ድበለ ዛንታታት ኔሩ ክንደይ ግዜ ዝናብ ወቂዑ ገለ ነናቱ ብሂል ኣለዎ እቲ ሕብረተሰብ ኣብቲ ናይ መንሽሮ ንኣብነት ሕጂ ከም ኣብ ሓደ ገለ ገለ ግጥምታት ወይ ማሰ ኣሎ ከም ብዕራይ ዋላካ ተሳጓዲ ዝብል ኣሎ ሕጂ እቲ ብዕራይ ዋላካ ተሳጓዲ እዚ ከመይ ማለት እዩ?
ሕጂ እንተሪኢኻዮ መሬት ሓረስታይ ዝሓርሶ ዘበለሲ ለስዶ ኣሎ። ለስዶ ማለት ቀይሕ ወይ ገለ መሬት ማለት ኢዩ። ዝጠዓመ ንኽትሓርሶ ማሕረሻ ደኣ ውድእ ማሕረሻ የልምጸልካ እምበር ብዕራይን ሰብኣይን ንኽሓርስዎስ ነጓዲ በል ነጓዲ ከዓ ፍኹስ ዝበለ ዶሮና እስኻን ብዕራይካን ኣብ ትራክተር ዶ ዓልካ የምጽለካ። ጀጃሕ በል መዓት ኣእማን ዘለዎ መዓት ጠንቃዕ በል ጸናዕቲ ብዙሕ ኢቲ መሬት መዓት እዚ እንታይ ድበሃል ኣምጻለይ እዚ ብታሕቲ ንማሕረሻ እንዳሓዘ ጎርቢ ዘለዎ ቦታታት ኣሎ ዋላኻ ግን እንተሪኢኻዮ ጸሊም ሓመድ እዩ ንሓድሕዱ ዝተጣበቐ ሓመድ እዩ ሕጂ ማይ ምስ ረኸበ ዋላ ማይ ከይረኸበ ንኽትሓርሶ ንብዕራይን ንሰብኣይን ብጣዕሚ ክሳብ ኣእዳውካ ቶግ ቶግ ድብል እዩ ዝሓርሶ ሰብ ብዕራይ ከኣ ክሳዱ ክሳብ ዝሓብጥ ኣብ መንጎ እቲ ፍኻኽ ፍኻኽ ናይ ሸኾንኡ ዘሎ ብጭቃን ብሓመድን መሊኡ ክሳብ ከበሮ እዩ ዝኸውን የእዳው ወይ እግሪ ናይቲ ብዕራይ መለ ክሳብ ዓዲ ዝድንብሉ እውን ኣለዎ ብኡ ቢሎም ካብ ማሕረስ ንሰለስተን ኣርባዕተ መዓልቲ ዓዱ ዝውዕሉ ማለት እዩ ሕጂ ብዕራይ ክትብሎ ትኾንካ ዋላካ ክሓርስ ኣለዎ ማለት ዋላ ከ ሓሪሱ ሲ ክውዳእ ኣለዎ ትግራ ጣፍ ድዩ ክዝራእ ዓተር ድዩ ክዝራእ መሸላ ድዩ ክዝራእ ከወዳኣካ ከ ብዕራይ ከኣ ትብሎ ሽዑ ማለት እዩ ስቁ ኢልካ ኮኾይ ኮኾይ እንዳሎ ዝኸይድ እንዳቀርቀዐን እንዳጸርጸረን ዘይሕርሰካ ብዕራይ እንተኾይኑ ብዕራይ ኣይኮነን ኣትክልቲ ንኣብነት ኣብ ገለ ኣጋጣሚ ሰሚዐያ ኣለኹ ታይታ እዚ ብዕራይ ጸጋም ገለመለ ዝበሃል እስኪ እንታይ እዩ ኣብ ማሕረስ ጸጋማይ ሸነኽቲ የማናይ እንታይ እዩ ስርሑ? ሕጂ ብዕራይ ክኢላ ተኾይኑ ብየማን ኢኻ ትጸምዶ ንፉዕ ተኾይኑ ተስታይ ተኾይኑ ንኣብነት ሓደ ዕባራ ሓደ ድሓን ነብሱ ዘየውደቐ ብዕራይ እንተሊ ብየማን ትጸምዶ ነቲ ነቲ ተስታይ ንኣብነት ተስታይን ዝራብዕን እንተልዩም ኸኣ እቲ ዝራብዕ ክለምድ ክለዲ ምእንቲ ምስቲ ተስታይ ተስታይ ብጸጋም ብየማን ተጸምዶ እቲ ኣብቲ ርዑት ከኣ እቲ ዝራብዐ ከይህሰ ምእንቲ ነቲ ኣርዑት እቲ ነዊት ናብቲ ተስታይ ኣቕርብ ተብሎ ግዜ እንተ ሓንበኩ ኣእዱግ ጌርካ ትሓርስ ኢኻ ወይ ሓደ ኣድግን ሓደ ብዕራይን ጌርካ ነቲ ብዕራይሲ እቲ ኣድጊ መሳፍንቲ ኢዩ ዝኾኖ ደሎ ነቲ ማለት ሕጂ ክላመድ ዝደለኻዮ ብጸጋም ኢኻ ትጸምዶ። ዋላ ከምዚ ኢሉ ገለ እዩ ዝሪኦ ነቲ። እወ ቀራን እንተኾይኑ ክሓልፍ እንተኾይኑ ገጹ ይደብሎ እቲ ብዕራይ። ወይ ብቐርኑ ሃርሞ ሽጉጥ ዝበሃሉ እውን ነዊሕ ቀርኒ ዘለዎም ኣብዕር እንተኾይኑ ይቐጽዖ እዩ ትሬኒንግ ልምምድ እዩ ከምዚ ከምዝኾነ። ስለዚ ሕጂስ ከምዚ ክኢላ ኣይኮነን ንምባል ድዩስ ዋላ። ካብ ኣቢሉ።
እንካ በቢሉ ንማለቱ ኢኻ ትጸምዶ ዘለኻ ስቕ ኢልካ እኮ እዩ ዘይረብሕ እንተኾይኑ ሰብሲ ምዕራይ ጸገም ኣለዎ። ካልእ እንታይ እዩ ንግራት ተጻሂ ክበላ ንጓጓን ተሓጺ ክበላ ዝብል ኣሎ ብሂል። እዚ ሕጂ ሓደ ነገር ተወዲኡ ኣሎ ማለት እዩ። ግራት ተጺሂካያ ብድሕሪኡ ክትሽውጠልካ ክትኳቁበልካ ንስኻ ከኣ ሸዊጥካ ክትበልዕ ምስ ደረኸ ከኣ መቐመጢኻ እንዳንዳኻን ዘርጊሕኻ ጎኒእካ ወይ ቆሪጽካ መቐመጢኻ ጌርካ ኣብ ጥቓ ዓውድኻ ድዩ ናብ ምእታው ናብ እቶትካ ኢኻ ትጽበ ናብ ቀውዕኻ ኢኻ ማለት እዩ ጓል ከኣ ተሓጺኹ እንተኢልካያ ጓሳ እንተነይራ ዓዳ ክትውዕል እያ ነገር ውሻጠ ደይትፈልጥ ተነይራ ውሻጠ ኣትያ ስዋ ከመይ ክጸብሖ ከመይ ክትመሃር እያ ነብሳ ዘይተልዕል ተነይራ ከተተሓጻጸብ እያ ክትጽዑ ድያ ጨው ክትመስል እያ ክትዳሎ ኣለዋ። ክትዳሎ እያ እም።
ማለት ሕጂ ጓል ትሓጽቢ ክበላ እንታይ ኢልካ ከኣሲ በቲ ናይ ቀደም ከምዚ ናይ ሎሚ ከይመስለካ ሪንግ ጌርካ ጸኒሕካ ንነዊሕ ግዜ ተላሊኻ ገለ ኣይኮነን ቁዱስ ዮውሃንስ ተሓጺቢ ከኣ ጥሪ ካልኣይ ሓጻር እያ እታ እታ ግዜ ማለት እዩ ሕጂ ንጓል ትሓጺ ክበላ ክትብል ከለኻ ተላመዲ ነዲ ክምሰሊ ንዓባይ ክምሰሊ ነሞ ክምሰሊ ንሓትኒ ክምሰሊ ተዳለዊ ተዳለዊ